ሰላም ደሓን ዶ ውዒልኩም ዜናታት ስፖርት ቴሌቭዥን ትግራይ እዚ ሰዓት ሒዘልኩም ቀሪበ ኣለኹ ውሽጢ ዓድን ወፃእን ብዝርዝርን ሓፂርን ሒዝናልኩም ቀሪብና ኣለና ኣብ ኣትሌቲክስ ምብቃዕ ክእለት ደያኑ ኣርባሒ ዕማም ከም ዝኾነ መያውያን እቲ ዓውዲ ሓቢሮም ገብረ እግዚኣብሄር ታደለ ዝርዝር ሒዝዎ ኣሎ
ብቕዓት ዘሎን ሰው ሞያ ኣትሌቲክስ ኣብ ምፍራይን ዕድል ኣብ ምፍጣርን ኣብ ዕቤት እቲ ዓውደ ስፖርት መሰረት ብምዃኑ ቆላሕታ ከም ዘድልዮ ሰው ሞያ ገሊፆም። ፕሬዚዳንት ማሕበር ዲያኑ ኣትሌቲክስ ትግራይ ቢንያም ሂወትን ኢንተርናሽናል ዳይና ኣትሌቲክስ ተካ ረዳእን ፕሮፌሽናል ኣትሌታት ብበዝሒ ንምብቃዕ ፕሮፌሽናል ሰብ ሞያ ኣትሌቲክስ ምስልጣን ወሳኒ ከም ዝኾነ ይሕብሩ። ክልተ ደቂ ኣንስትዮ ዝሓወሰኦ ትሽዓንተ ብኢንተርናሽናል ለቨል ኣለውና። እዚ ብክልልናዊ ብክልልና ብርኪ እውን ብሃገር ብርኪ ዋና ዳያኑ ኮይኖም ዓበይቲ ውድድራት ናይ ኢትዮጵያ ናይ ኣፍሪካ ዝመርሑ ኣፍሪና ኢና። ስለዚ ከም ትግራይና ዝሓሸ ብቑዓት ዳያኑ ኣለውና። እቶም ለለዉ ክፍተታት ንኣብነት ከም ትግራይ ኣብ ተፈላለየ ወረዳታት ልካይድ ነበሩ ውድድራት ሕዚ ምስ ለሎ ኩነታት ተቋሪፁ እዩ እኒኦ እዚ ካብ ወረዳታት ንረኹም ነበርና ቆልዑ ኣይንረኹም ኣለናይ ካብኡ ከምዚ ንኩዕሾ ይኹን ንካል ንሳይክል ንገብሮ ለለና ስፖንሰራት ይኹን ካሊእ ካሊእ ነገራት ኣትሌቲክስ እውን ስፖንሰር ይኹን እቲ ዓውደ ስፖርት ኣብ ዓለም ለኸ መድረኻት ብሉፅ ውፅኢት ይርከበሉ ከም ዘሎ ዝጠቐሱ እቶም ሰብ ሙያ ካብዚ ዝሓሸ ውፅኢት ንክርከብ ድማ ዝተዋደደ ስራሕ ከም ዝጠልብ የረድኡ። ኣትሌቲክስና ብብዙሕ መልክዑ ክዓቢ ኢና ንደልዮ ክንብል ተለና ኣትሌቲክስ ብዙሕ ዘርፊ እዩ እኒኦ ብጥራይ ጉያ ጥራይ ይኾነ ውርወራው ይሓውስ እዩ ዝላ እውን ይሓውስ እዩ እዚኦም ኩሎም ኣብ ትግራይ ፅቡቕ ደረጃ በፂሖም ካብ ትግራይ ንዓለም ደረጃ ይኹን ብሃገር ደረጃ ለፀውዑ ቆልዑ ልክፍረዩ ክፅዕር እና ክሰርሕ እየ ናተይ ድሌት ማለት እዩ ጥራሕ ብክልል እውን ተለይኮነ ብሃገር እውን ብኣፍሪካ እውን ስለ ንዳኒ እቶም ናይ ክልልና ጎየትና ኣብ ሕሉፍ እነበሮም ሰዓታቶም ፅቡቕ ፅቡቕ ነይሩ ሓደ ያው ተናሓናሒ ተሃልዩ ፅቡቕ ሰዓት ምምዝጋብ እውን ይህሉ እዩ። በዓል ሞያ ቴክኒክ ፌዴሬሽን ኣትሌቲክስ ትግራይ ጌታቸው ማሞ ብግደኦም፣ ኣብ ምብቃዕ ዲያንን ኣሰልጠንትን ይስራሕ ከምዘሎን በቲ ሞያ ርኡይ ውፅኢት ዘመዝገቡ ክኢላታት ከምዘለዉን ይሕብሩ። ኢንተርናሽናል ኣይዶል ኢፍ ልወሰዱ ዳያኑ ኣለዉና ላስት ዩር ክልተ ኢንተርናሽናል ዝወሰዱ ደያኑ ሓሊፎም ወፂኦም ኣለዉ። ብብዓሞት ኢትዮጵያ ፌደሬሽን ልሃበና ዚማት ባባና ቀዳማይ ካልኣይ ለኳል ንህቢና ብዳይነት በሰልጣይነት ብኢትዮጵያ ፌደሬሽን ድማ እንታይ እዩ ዝበና እዞም ቤስ ልበሃሉ ኣትለ እዞም ቤስ ልበሃሉ ዳያኑ ድማ መሚናት ፌደሬሽን በዓሉ መምዩ እዚኦም ሳክስድ ይገብሩ እዮም ንባልና ኣብ ሃገር ከይዶም ተፈቲኖም ልመፅሉ መንገዲ ይፈጥርሎ እዩ። እቲ ፌዴሬሽን ንኣትሌቲክስ ምስ ዝምውሉ ትካላት ሓቢሩ ይሰርሕ ከምዘሎ ዘገንዘቡ ጌታቸው ማሞ፣ ንሕና ሐዚ ምስ ደደቢት እውን ውዕል ኣሲርና ኣለና ንሰለስተ ዓመት እዩ ኣውዚኤ እስካብ ሐዚ ሓደ ሚሊዮን ኣታዊ ገይሩና ኣሎ ንቐፃላይ ሓምለ ድማ ክልተ ሚሊዮን መወዳእታ ድማ ክልተ ሚሊዮን ቶታል ሓሙሽተ ሚሊዮን ክወሃበና እዩ ማለት እዩ።
ፕሪምየር ሊግ ኢትዮጵያ ፀወታ መበል ዓሰርተ ሰለስተ ሰሙን ሎሚ ቀዳም ይጅመር ኣሎ። ኣብ ከተማታት ኣዲስ ኣበባን ኣዳማን ዝሳለጥ ፕሪምየር ሊግ ኣዳማ ምስ ፋሲል ድሮ ካብ ሰዓት ሸውዓተ ፀወታ ጀሚረን ኣለዋ። ኣብ ኣዲስ ኣበባ ካብ ዝካየዱ ሓሙሽተ ግጥማት ወልዋሎ ዩኒቨርሲቲ ዓዲግራት ምስ ኢትዮ ኤሌክትሪክ፣ ሎሚ ቀዳም ሰዓት ዓሰርተ መቻል ምስ ነገሌ ኣርሲ፣ ሰንበት ምድረገነት ሽረ ምስ ኢትዮጵያ ቡና ሰዓት ዓሰርተ፣ ሶኒ ባህርዳር ምስ ድሬዳዋ፣ መቐለ ሰብዓ እንደርታ ምስ መድን ዕለተ ሶኑይ ዝካየድ ፀወታታት እዮም። ቅዱስ ጊዮርጊስ ምስ ወላይታ፣ ሸገር ምስ ኢትዮጵያ ንግድ ባንክ፣ ሃዲያ ኣንፃር ሲዳማ ቡና ይቕፅሉ። ሲዳማ ቡና ብ ዕስራን ሓሙሽተን፣ ፋሲል ዕስራን ኣርባዕተን፣ ጋንታት መቻል፣ ሃዋሳ፣ ኢትዮ ኤሌክትሪክ፣ ኣዳማ ብ ዕስራ ነጥቢ ይስዕባ ኣለዋ። ምድረ ገነት ሽረ ብ ዓሰርተ ኣርባዕተ ነጥቢ መበል ዓሰርተ ኣርባዕተ ደረጃ፣ ወልዋሎ ትሽዓተ ነጥቢ ኣለዋ። መቐለ ሰብዓ እንደርታ ሸሞንተ ነጥቢ ሒዘን ኣለዋ።